ኣብ ማእኸል እታ ብህውከትን ድምፅን ዝመልኣ ከተማ ክልተ ዓለማት ብዘይተፀቡዩ ኣጋጣሚ ተረኸባ። እታ ሓንቲ ዓለም ናይ ማይክ ኣብ መንጎ ጽርግያታትን ብሽክሌታታትን ዝተሓጸረት ብብሽክሊታ ምግቢ ዘብጽሕን ልዙብ መንእሰይን ነበረ እታ ካልኣይቲ ዓለም ድማ ናይ ራሄል እያ ንሳ ኣብ ውሽጢ ጽላለ ናይ ሃፋትም ሬስቶራንት ካብ ዋዒ ጸሓይ ተኸልኪላ ኣብ ጸጥታን ግርማን እትነበር መልክዐኛ ጓል ነበረት። ሕንጻጽ ዕድሎም ኣብታ ማይክ ንራሄል ኣይስክርም ክትበልዕ እንከላ ዘርኣዮም ሞት እዮም ተራኺቦም። ዓርኩ ንማይክ ኣታ ዛጓሌስ ብዓይና ትበልዓካላ ምስ በሎ ኣብ ልቢ ማይክ ሓንቲ ናይ ትዕቢት ወይ ድማ ናይ ዕሽነት ኣላልታ ተባርዐት። ብናይ ዓርኩ ዘረባ ተተባቢዑ ናብ ገጹ ምስ ከደ ቃላት ካብ ኣፉ ክወጹ እንከለዉ ክሳዕ ክንደይ ናይ ሓሶት ትብዓት ከም ዝነበሮ ኣይፈለጠን። ሃይ ሽኮር፣ ከምቲ ኣብ ኢድኪ ዘሎ ኣይስክሬም ቦታና ክንለዋወጥ እንተንኽእል ምበልኩ በላ። መልሳ ግና ከም በረኸት ዝሑል ነበረ። መን ኢኻ? በቲ ድምጻ ነቲ ናይ ሕልሙ ደበና በታተነቶ። ንሱ ክከላኸል ኣቲ ጓል ብዓይኒ ክትውሕጥኒ ኔርኪ ምሽ ክብላ እንከሎ ንሳ ሓንቲ ቃል እያ ጥራሕ ተዛረበት። ጸጽታ እናበለት ድማ ኣብ ጥቓኣ ንዝነበረ ናይ ዓይኒ ስዉር በትራ ኣልዐለት። ኣብታ ሃሞት እቲኣ ዓለም ንማይክ ደው በለቶ። ፍርሓትን ድንጋጸን ልቡ ውረሮ። ብሰበብ እቲ ጌግኡ ካብ ስርሑ ጥራሕ ዘይኮነስ ካብቲ ቦታ ብሓለዋ ተሰጎገ። በዚ ድማ ቁጣን ሕነ ምፍዳይን ናብ ልቡ ነዲዱ ከምዚ ኢለስ ኣይገድፋን እየ ኢሉ ነታ ናብ ገዝኣ እትኣቱ ዝነበረት ራሄል ብብሽክሊትኡ ሰዓባ። ኣብቲ ገፊሕን ጽምዋን ዝመልኦ ገዝኣ ምስ ኣተወት ማይክ ንእሽቶ ዕድል ረኺቡ ሰሊኹ ናብ ገዝኣ ውሽጢ ኣተወ። ንሱ ኣነ ቦምባ ሶራሕ እየ ኢሉ ሓስዩ፣ ሕነ ንምፍዳይ ኢሉ ድማ ነቲ ሒዝዎ ዝነበረ ማይ ኣብ መሬት ኣፍሲሱ ተጠንቀቒ ኣብቲ ጥቓ ሽቓቕ ማይ ኣለዎ በላ። እቲ ናይ ሕነ ምፍዳይ ሓሳቡ ግና ኣብ ቅጽበት ናብ ናይ ዕድሚኡ ዝዓበየ ጣዕሳ ተቐየረ። ራሄል በቲ ዘፍሰሶ ማይ ሸታሒላ ወደቐት። ካብታ መዓልቲ እቲኣ ንደሓር ማይ ካብቲ ጽምዋ ዝዓሰሎ ገዛ ተዳጎነ። ንሱ እቲ ብሰንካ ስርሑ ዝሰኣነ ሰብ ሕጂ ድማ ብናይ ሕልንኡ ስር ኮይኑ ኢድን እግርን ኮይኑ ከግልግላ ጀመረ። ንሳ ድማ ብትእዛዛታን ትዕቢታን ገይራ ነቲ ውሽጣዊ ስቓያ ክትሓብእ ትፍትን ነበረት። ንሱ ግና በብቑሩብ ኣብ ትሕቲ እቲ ናይ ሃብትን ትዕቢትን መጎልበቢ ሓንቲ በይና ዝኾነትን ዝተሰበረትን ልቢ ኸም ዘላ ኽርኢ ጀመረ። ሓደ መዓልቲ ናብቱ ናት ዓለም ናብቶም መሓሱ ዘራኽብሉ ቦታ ወሰዳ። ኣብቲ ቦታ ድምፂ ሰሓቕ፣ ጨናሻሽ፣ ሙዚቃ ስለ ዝነበሮ ንራሄል እቲ ዓለም ካልእ ትርጉም ሃባ። ንመጀመርታ ግዜ ድሕሪ ነዊሕ እዋን ብልባ ድማ ሰሓቐት። እታ ሰሓቓ ድማ ኣብ ልቢ ማይክ ዘለኣለማዊ ኣሳህር ገደፋት። ንኻልእ መዓልቲ ድማ ኣብ ገምገም ቃላይ ኮፍ ኢሎም ከለቡ ነቲ ኣብ ውሽጣ ዝነበረ ስቓይ ኣውፅኣ ነገረቶ ብዛዕባ እቲ ህይወታ ናብ ጸልማት ዝቐየረ ናይ መኪና ሓደጋ ኣቦይን ኣደይን ኣብቲ ሓደጋ መይቶም ኣነ ግና ብህይወት ተሪፈ ግና ዓይነይ ክርኢ ኣይከኣልኩን ዓይነ ስውር ኮይነ እዛ ኣብ ክሳደይ ዘላ ቀለበት ጥራሕ እያ ኣብታ መዓልቲ እቲኣ ዝተረፈትኒ በለቶ። ማይክ ንብዓቱ ክቀጻጸሮ ኣይከኣለን። ንሱ ንመጀመርታ ግዜ ንስቃያ ተረዲእዎ ልቡ ብሓዘን ተመልአ። ኣብ መወዳእታ እቲ ሓኪም ቁስላ ከም ዝሓወየ ናብ ድሙር ህይወታ ክትምለስ ከም ትኽእል ምስ ነገራ ማይክ እዋኑ ከም ዝኣኸለ ፈሊጡ ክሳነወታ ምስ ደለየ ደው ኣበለቶ። ማይክ ብሰንከይ ስራሕኻ ስኢንካ ኢኻ እሞ ምናልባት ንዓይ ክሰርሐለይ ትኽእል ዲኻ? በለቶ። ንሱ ግና ብትሕትና ርእሱ ኣድኒኑ፣ ራሄል ኣነ ንዓኺ የበቅዕኒ፣ ኣነ መን እየ? ሓደ መበጻጽሕ ምግቢ፣ ሕማቕ ምግቢ ሰራሒ፣ ፈራሕ፣ እቲ ኣነ ዝኽእሎ ነገር እንተልዩ ኢድክን እግርኽን ምዃን ጥራሕ እዩ በላ። ንሳ ግና ቀስ ኢላ ናብኡ ቀሪባ ኢዳ ናብ ገጹ ኣንቢራ ብልውሃት ኣይፋልካን በለቶ። ንስኻ ኢደይን እግረይን ጥራሕ ኣይነበርካን፣ ንስኻ እቲ ኣነ ዝሰኣንኩዎ ዓይነ ብርከየይ ኮይንካ ናብዛ ሓዳስ ዓለም ኢኻ ኣእቲኻኒ። በጃኻ ነዘን ዓይነይ ኣይትዕጸወን በለቶ። ኣብቲ ህሞት እቲ ክልቲኦም ሓድ ነገር ተረድኡ። ፍቕሪ ብዓይኒ ከም ዘይረኣን እንታይ ደኣ ብልቢ ከም ትሰምዕን ኣብቲ ዝጸልመተ ጸልማት እኳ ፍቕሪ ብርሃን ክፈጥር ከም ዝኽእልን ኣብቲ ጸጥታ ድማ እቲ ዝዓበየ ድምፂ ናይ ልቢ ከም ትሰምዕን ተረድኡ። ኣብኡ ድማ ናብ ሓደ ዓለም ናብ ፍቕሪ ኣተው።